ካብ ብልፅግና ዝርከብ ሰላምስ የለን። ተጓይና ኣይኣተናን መሓዙት ኣለውና እዩ ምሕዝነት ፈጢርና ያለ። ዳር ፕረዚደንት ኢሰያስ ኣፈወርቂ ፍርሒ ትብል ቃል የላን ኣብ ሰለስተ ሽሕ ኣፈሙዛት ተገቲሩ ጫርቕ ምስ ኣናብስ ጮማ ዝመናጠል መራሒ እዩ ዘለና። ኤርትራ ሰላም ከይረኸበት ቀርኒ ኣፍሪቃ ሰላም ክረክብ እዩ ማለት ሕልሚ እሞ ሰላም ሰላም ፍትዋትን ክቡራትን ተኸታተልቲ እንኳዕ ናብ ቻናል እዚ ብደሓን መጻኹም ነዚ ቻናልና ሓድሽ እንተኾንኩም ላይክ ሰብስክራይብ ብምግባር ጀምሩ ሎሚ እውን ከምቲ ልሙድ ሓደሽን ትኩሳትን ዛዕባታት ናባኹም ሒዝና ቀሪብና ኣለና ቻናልና ሓደ ሽሕ ሰብስክራይብ ስለ ዝመልአ እስኪ ሓሙሽተ ሽሕ ንምላእዮ ክቡራትን ፍትዋትን ተኸታተልቲ ሎሚ ድማ ኣብ ማሕበራዊ ሚድያ ኣዝዮም ኣዝዮም ኣዘራረብቲ ዛዕባታት ናባኹም ሒዝና ቀሪብና ኣለና ኣብ ቀርኒ ኣፍሪካ ጉዳይ ኤርትራን ትግራይን ሱዳንን እንታይ ይበሃል ኣሎ ክፉታትን ክቡራትን ተኻትልቲ
ካብዚ መንግስቲ እዚ ድሕሪ ሕዚ ንፅበዮ ዝኽበር ላዕላውነት ንፅበዮ ሰላም የለን። ክንቆርፅ ሰለና ቆሪፅና ዲና እያ ሕዚ ሓንቲ ቆልዑ ናይና ንሕና እንብል ዘለና ልኣላውነትና ይኽበር እንድሕር ህዝቢ ሰላም ተስፋስ ኣይንግበር። እታ ካሊእ ክትፈልጥዋ ዝግባእ እታ ቃልሲ ልዕሊ ኩሉ ናይ ባዕልና እዩ። ኣብ ውሽጥና እያ ትውሰን። መሓዙት ከም ዘለና ከዓ ንፈልጥ ኣለና ብዝተፈላለየ ስምዒት እዚ ብልፅግና ምስ ትግራይ ጥራሕ ኣይኮነን ገጢሙ ካብ መጀመሪ ምስ ትግራይ ምስቶም ካልኦትን ገጢሙ እዩ ስለዚ በይንትና ኣይኮናን መሓዙት ኣለዉ ኣብ ምንታይ ዋዚ ስርዓት እዚ ኣብ ምውጋድ በቃ ፀላኢና እዩ ዝበሉ ማለት ከምቲ ንሕና ናይ ህልውናን ድሕነትን ሓደጋና ምንጪ ብልጽግና እዩ ንብል ካልኦቶም ውን ናይ ህልውናና ሓደጋ ብልጽግና እዩ ዝብሉ እኔዉ ኣብ ዝሓለፈ ዘይነበሩ ሕዚ ዘለዉ ማለት እዩ ስለዚ ዝተሓጋገዝ ብናይ ባዕሉ ዕላማ ማለት ዝተሓጋገዝ ሓይሊ ውን ኣሎ ንትግራይ በይኑ ኣይኮነን ንተኣማምን ግን ኣብ ባዕልትና እዩ ኣብ ዝኾነ እዋን ንሕና ንተኣመኖም በዓልና ኢና ሓሊፍና ከም ንዕወት ከኣ ንፈልጥ ኢና ኩሉ ሓሊፍና ጌርና ኢና ሕሉፍ ኣብ መኸተ እውን ርኢና ኢና ሕዝም ክደግሞ ነው ይለሱ ክንምልኦ ማለት እዩ ግን ተወናታት ስለ ዝተቐየረ መሓዙት ኣለውና ኣብቲ መሓዙትን ብደንብ ክንፈልጥ ኣለና ኣብ ደሓን ደሓን ንራኸብ ኣይኮነን ኣብ ምንታይ? ኣብ ናይ ሓባር ጸላኢ። ብልጽግናስ ጸላኢና እዩ ዝብሉ። ብልጽግናስ ናይ ህልውና ሓደጋ ምንጪ እዩ ዝብሉ። ክንቃለስ ኢና ጥራሕ እንተይኮነስ ዝቃለሱ እውን ዘለዉ። ንሕና እናጽናዕና ጸኒሕና ኢና። ተጓይና ኣይኣተናን። መሓዙት ኣለዉና እዩ። ምሕዝነት ፈጢርናያ ኢና። ኣብ ከይዲ እውን እያ ዘላ ግን ተፈጢራ እያ።

ቀርኒ ኣፍሪቃ ሰላም ክረክብ እዩ ማለት ሕልሚ እሞ ንኸይተንብብዋ ነጢርኩማ ዘለኹም ፍትሒ ትብል ዓንቀጽ ኣንብብዋ እንተዘይኮይኑ ኩሉ ክሪኣ ምእንቲ ብሰማይ ክንጽሕፋ ድልዋት ኢና ምኽንያቱ ደቂ ራእሲ ወለንክኤል ደቂ ሓምድ ወዲ እኩድ ደቂ ራእሲ ተሰማ ደቂ ዓብድልቃድር ከቢረ ደቂ ወልደ ኣብ ወልደ ማርያም ደቂ እብራሂም ሱልጣንን ንዓመፅኩም እምቢ እንዳበሉ ዝተሰውኡ ኣእላፍ ጸለምቲ ልማዝ ኤርትራውያን መንእሰያት ኢና

ቐሪፁሎም ኣሎ ናይ ህወሓት ናይ ኤርትራ ናይ ሱዳን ናይ ፋኖ ናይ ገለ ዝበሃሉ በቃ ናይ ሓባር ኣጀንዳ ቀሪፁ ናይ ሓባር ሰብ ሂቡ ኣብ ዓበይቲ መድረኻት ይተርፍ ኣብ ዓበይቲ ናይ ሰራዊት ናይ ፕሮፓጋንዳ ስራሕቲ ይተርፍ ክክንዲ ግዛዕ ዝኾኑ ጀነራላት ይተርፍ ኣብ ፓርላማ ይተርፍ በቃ ፅምዶ ዝበሃል ሓይሊ ተፈጢሩ ሓደ ውዳበ ኣሎ ዝብል ስርዓት ክዛዕ ይኸይድ ኣሎ ማለት እዩ ዋ ሶፋር እዞም ሓይልታት እዚኣቶም ናብ ሓደ ውሁድ ነገር ኣይመፁን ኣብቶም ህዝብታት ድሌትን ምንቅስቃሳትን ኣሎ እቶም ሓይልታት እውን ኣብ ህዝቢ ትግራይ ዝመርሕ ሓይሊ ይኹን ህዝቢ ኣምሓራ ዘቃልስ ሓይሊ ይኹን ህዝቢ ዓፋር ዘቃልስ ሓይሊ ይኹን ህዝቢ ኦሮሞ ህዝቢ ኩሎም ህዝብታት ዘቃልሱ ዝመርሑ ኣካላት ሓቢርና ክንጠፍእ ክንፈቅድ የብልናን ዝብል ውሽጣዊ ድሌታቶም እውን የንፀባርቁ ኣለዉ እዚ ድሌታት እዚ ግን ድሌታት ኮይኑ ክተርፍ ግን የብሉን በቃ እዚ ስርዓት እዚ ከም ህዝቢ ከጥፈአና እንድሕር ኮይኑ ኣይንጠፍእን ኢልና ብሓባር ክንቀውም ግን ይግበአና እዩ መሰልና እውን እዩ ማለት እዩ መሰልና እውን እዩ ስለዚ ካብ ድሌታት ዝሰግር ነገር ክህሉ ኣለዎ ኢለ ይኣምን እንታይ ክገብሩ ኣለዎም ስለ ዝበልካኒ ካብ ድሌታት ዝሰግር ነገር ካብ ተነፃፂልና ክንጠፍእ ስለ ዘይብልና እነብር ኣለና ብፍላይ ጎረባብቲ ዝኾንና ህዝብታት ከዓ በቃ ምንም በበይንትና ክንኮን ከለና ከመይ ከም ንጠፍእ ክንሓብር ተለና ከመይ ከም እንህሉ ብዝገርም መንገዲ ዘረጋገፅና ኢና ኣብ ዕድመና ማለት እዩ ፅሉ ታሪክ ኣይኮነን ፅሉ ሊትሬቸር ኣይኮነን ህዝቢ ትግራይን ህዝቢ ኣምሓራን ሓቢሮም ተቃለስቲ ሓይልታት እንትፈጥሩ እንተለዉ ከመይ ዝበለ ዓርሞሸሽ ዓቕምታት ፈጢሮም ከመይ ዝበለ ዓዲ ከም ዝሃንፁ ኣርእዮም ህዝብታት ኤርትራን ህዝብታት ትግራይን ናይ ሓባር ጸላኢ ከጥፍኦም ከም ዘይኽእል ብሓባር እንትወፍሩ እንተለዉ እንትሰምሩ እንተለዉ ከመይ ዝበለ ዓቕሚ ሃኒጾም ከመይ ዝበለ መኸተ ከም ዘካይዱ ኣርእዮም ስለዚ ኣብ ቀረባ እዋናት ዝገጠሙና ጸገማት ንሕጊ፣ ንዕርቂ፣ ንካሕሳ፣ ንፍትሒ ሂብና መጻኢና ግን ናይዞም ህዝብታት እዚኣቶም መጻኢ ግን ራህዋ ክኸውን ኣለዎ። ናይዞም ህዝብታት እዚኣቶም መጻኢ ራህዋ ክኸውን እንተኾይኑ ከዓ ኣብዞም ህዝብታት እዚኣቶም ዘለዉ ልሂቃን ውዳበታት ሓይልታት ህዝብታቶም ከም ዘይጠፍኡ ገይሮም ሓድነት ክፈጥሩ ኣለዎም ግድን ይኸውን ማለት እዩ በቃ ምንባር ግድን እዩ ሓቢርካ ምውፋር ግድን እዩ ማለት እዩ ግድን እዩ በቃ ክንጠፍእስ ክንፈቅድ ይንኽእል ንሕና ክሳብ ሕዚ ግን ካብ ድልየት ዝሰገረ ናብ ካሊእ ክስታይ ዝኸደ የለን መዓት ስማትን መዓት ፀለመታትን ይወሃቦ እዩ ንሱ ናይ ምፅላም ኣይኮነን እቲ ዋና ነገር ክትህሉ ካብ ድሌት ዝሰገረ ምንቅስቓሳት ክትገብር ግን ኣገዳሲ ይኸውን ማለት እዩ። ኮመል ኡኹንታ እዩ እዩ መሰረታዊ ነገር ኣብዚ እዋን እዚ ቀንዲ በቃ ቁፅሪ ሓደ ናይዚ መንግስቲ ተልእኾ ህልውና፣ ድሕንነት፣ ልኡላውነትን መሰል ዓርሰ ውሳነን ህዝቢ ትግራይ ምርግጋፅ እያ። በቃ እዚኣ እታ ተልእኾ። ስለዚ ኩሉ ኣብ ትሕቲ እዚ እዩ ዝኣቲ። ኩሎም ስራሕቲ ኣብ ትሕቲ እዚኦም ዝኣትዉ ማሕበረ ኢኮኖሚ ይኹን ናይ ፀጥታ ስራሕቲ ይኹን ናይ መኸተ ስራሕቲ ይኹን ኩሉ ዓይነት እቲ መንግስቲ ብዝተፈላለዩ መሓውሩ ዝፍፅሞም ተግባራት ኣብዚ ቁልፊ ተልእኾ እዚ እዚ ቁልፊ ተልእኾ እዚ ንምዕዋት እዮም ዝስርሑ ማለት እዩ ስለዚ እቲ መንግስቲ ናብ መረበቱ ናብታ ንቡር ሕገ መንግስታዊ ስርሑ ምልስ ምስ በለ ናይ ክልተ ወርሒ መደባት ዝበልካየን ሕገ መንግስታዊ ቁመናኻ ናብ ምፍጣርን ንብሄራዊ መኸትኻ መደላደል ዝኾና ጉዳያትን ናብ ምፍፃም እዩ ኣትዩ ንሳተን ኣብ ውሽጢ ክልተ ወርሒ ብኪኪነስ ክውደአን ማለት እዩ ስለዚ ሳተን ንምንታይ እየን ትኹረት ዝገብራ ኣንቶይ ከምቲ ዝበልካዮ ናይ መኸተ መደላድል ዝኾነ ናይ ብሔራዊ መኸተና መደላድል ዝኾኑ ናይ ሕግታት ናይ ኣሰራርሓታት ናይ ግዛዕ ዝመሳሰሉ ጉዳያት ሓደ ኣሎ መኸተ ብሔራዊ መኸተ ሰራዊትና ክጥንክረ ኣለዎ እንታይ ማለት እዩ ሰራዊት እኮ ካሊእ ዕላማ የብሉን ካሊእ ፀላእ እኮ የብሉን ካሊእ ነገር እኮ የብሉን ህልውኑን ድሕንነቱን መሰል ዓርሰ ውሳንኡ ናይ ልኡላውነቱን ናይ ምርግጋፅ ጉዳይ እኮ እዩ ስለዚ ንዙይ ንምግባር ከዓ በይኑ ዝወፍር ኣይኮነን ኢኮኖሚ ክህልው ኣለዎ እዙይ ንምግባር ከዓ ኣብ ድሕሪቱ ናይ ሰናይ ምሕዳር ጉዳያት ክልለዎ ህዝቢ ግዕዝይና ዝፅየፍ ኣካይዳ ክህልወልና ኣሎ እዙታት እዙይ ኩሉ ከም ሓደ ፓኬጅ እዩ ዝረአ ማለት እዩ ስለዚ ውዚ ኣለና ምስዚኣ ደሪብካ ዘምፃኻያ እታ ናይ እቶት ጉዳያ እዚኣ እውን ብመንፅር ህልውና ኢና ንሪኣ ማለት እዩ ህልውናናን ድሕንነትና ንምርጋፅ ኣብ እንገብሮ ጉዕዞ